ፕሬዝ ጋድ ቴንክ ዩ ጂሰስ ማርቆስ 11:23-24 ዝኾነ ይኹን እቲ ዝበሎ ከም ዝኸውን ዝኣምን እምበር ብልቡ ዘይዋላወ ነቲ ከረን ተንስኢኻ ናብ ባህሪ ጣሓል እንተበሎ ንኡ ከም ዝኾነሉ ብሓቂ ይብለኩም ኣለኹ፣ ስለዚ እትጽልይዎን እትልምንዎን ዘበለ ከም ዝረኸብኩሞ እመኑ እሞ ክኾነልኩም እዩ እብለኩም ኣለኹ ይብል። ጎይታ ይመስገን። እምነት ብጣዕሚ ወሳኒ ነገር እዩ ኣብ ናይ ክርስትና ህይወት። ጎይታ ይመስገን። ስለዚ ብዛዕባ እምነት ኢና ቁሩብ ክሪ ክብሪ ንኣምላኽና ይኹን። ብጣዕሚ ብጣዕሚ ወሳኒ ነገር እዩ እምነት። ሕጂ ኣብዚ ቦታ እዚ ካልእ ቦታታቱን ክርኢና ዝኾነ ይኹን እዩ ዝብል ንዝኾነ ሰብ እዩ ዝሰርሕ whosoever እዩ ዝብል ኣብቲ ናይ እንግሊሽ ዝኾነ ይኹን ሰብ እቲ ናቱ ባክግራውንድ ዘይኮነ ወሳንነት ዘለዎ እቲ ብድሕሪኡ ስዒቡ መፂኡ ዘሎ ነገር እዩ ስለዚ ኩላትና ንነፍስና ኣብዚ ቃል እዚ ክነትዋ ንኽእል ኢና whosoever ስለ ዝብል ሓድሽ ክርስትያን ኣይብልን እዩ ነዊሕ ዝበለ ክርስትያን ኣይብልን እዩ ብዙሕ ሰዓት ዝፀለየ ኣይብልን እዩ ዝኾነ ዓይነት ነገር ኣይብል እንታይ ግን ዝብል ዝኾነ ይኹን እቲ ዝበሎ ሕጂ ክብል ከም ዘለዎ ከኣ ይነግረና እሱታት ክረኤና ከም ዝኸውን ዝኣምን እምበር እቲ ወሳኒ ረቋሒ እንታይ ዝኣምን ብልቡ ዘይዋላወል ብልቡ ከኣ ዳውት ክገብር የብሉ እንዳበለ እዩ ዝዛረበና። ሽኡ ግን እቲ ክገብሮ ዘለዎ ነገር ክነግረና ከሎ ነዚ ከረን ተንሲእኻ ናብ ባህር ጣሓል እንተበሎ ንኡ ከም ዝኾነሉ ብሃቂ ኣለኩም ኣሎ ኣብ ነገር እዩ ከረንሲ ክተገእዝ ትኽእል ኢኻ ማለት እዩ ብእምነት ከረን ክተንቀሳቕስ ትኽእል ኢኻ ብእምነት እዚ ቃል እዚ ሎሚ ዘካፍሎ ዘለኹ ንምንታይ ተልኩም እኒ ብዙሕ ግዜ ኣብ ነፍሲ ወከፍና ሂወትና ክንሪኦ ከለና ሓደ ሓደ ግዜ ፓሲቭ ንኸውን ኢና ፓሲቭ ንኸውን ኢና ፓሲቭ ማለት ብትግርኛ እንታይ እቲ ቃል ልኡም ጎይታ ኣዚዝ ይባርካ ልኡም ማለት በቃ ነገራት ባዕሉ ክልወጥ ስቂልካ ትፅበ ዝኾነ ነገር ኣክቲቭን ፓሲቭን ዝፈላለ ነገር ኣክቲቭ ማለት ንጡፍ ፓሲቭ ካ ልኡም ነገራት ክልወጥ፣ ኣብኡ ከሎ ክመሓየሽ፣ ኣብኡ ከሎ ክስተኻኸል፣ ንኣብነት ኣብዚ ቦታ እዚ ክንሪኦ ከለና ሓደ ከረን ኣሎ፣ ክግዕዝ ዘለዎ ከረን። ፓሲቭ እንድሕር ኮይንካ በቃ ሓደ መዓልቲ ግዕዝ ይኸውን እንዳበልካ ኢኻ ትሓስብ። ወላ ሓደ ሓደ ግዜ እውን ትጽሊ ኢኻ ናብ ጎይታ። ናይ እግዚኣብሔር ቃል ጎይታ የሱስ ኣብዚ ስፔሲፊካሊ ዝነግረና ዘሎ ነገር ግን እስኻ ኣክቲቭሊ ዝግብኣካ ነገር ብምግባር ነቲ ከረን ክተግዕዞ ትኽእል እያ። ወይ ድማ እቲ ከረን ንኽግዕዝ ተዋሕደ ተዋሕደ ክተቃላጥፎ ከም ትኽእል እዩ ዘርእየና። ስለዚ ኣብዚ ቃል እዚ ብግልጺ ናትና ሃላፍነት እንታይ ዓይነት ሮል ክህልወና ኣለዎ እዩ ዝብለና። እግዚኣብሔር ይመስገን። ሉቃስ ምዕራፍ ሸሞንተ ፍቕዲ ዕስራን ሓሙሽተን ንኺድ እስከ ሕጂ እዚ እግዚኣብሔር ካባና ኤክስፔክት ዝገብሮ ነገር እዩ። ብሩኻት ኣሕዋት እምነት እግዚኣብሔር ካባኻ ኤክስፔክት ዝገብሮ ነገር እዩ። ኣይትጠራጠሩ። ኢየሱስ ክርስቶስ ጎይታ ዶን ቢ ፓሲቭ ልኡም ኣይትኹን። ነገራት ባዕሉ በጋጣሚ ክልወጥ ኢልካ ኣይትጸብ ሱቕ ኢልካ ቀንፈዞ ኣይትበል ዩ ሃቭ ቱ ሬይዝ ዩር ፌዝ እምነትካ ክተልዕል ክትክእል ኣለካ እምነትና ክነልዕል ኣለና ናይ እግዚኣብሔር ቃል ኣብ ሉቃስ ሸሞንተ ፍቕዲ ዕስራን ሓሙሽተን ሽዑ ኣበይ ደኣላ እምነትኩም በሎም ይብለን ኣይገርመኩምን ጎይታ ኢየሱስ ኣብዝስ ቻሌንጅ ዝገብሮም ዘሎ ወይ ድማ ክሪቲሳይዝ ዝገብሮም ዘሎ ኣብቲ ማዕበል እንዳሓለፉ እንከለዉ ንፋስ ምስ በርትዖም እታ መርከብ ክትጥሕል ምስ በፅሐት ሽኡ እንዳ ጎየዩ ናብ ጎይታ የሱስ ኮይዶም ጎይታ በቃ ንመውት ኣለና ንጠፍእ ኣለና ምስ በልዎ ፍቅዲ ዕስራን ሰለስተን ክኸዱ ከለዉ ከኣ ደቀሰ ሆቦብላ ንፋስ ኣብ ባሕሪ ወረደ ነታ ጀልባውን ከኣ ማይ መለኣ ፍርሃት ውን ሓዞም ሽኡ ናብኡ ቀሪቦም መምህር መምህር ጠፋእና ኢሎም ኣተንስኡ ንሱ ኸኣ ተንሲኡ ነቲ ንፋስን ነቲ ማዕበል ማይን ገንሖ እሞ፣ ስቕ በለ፣ ህድኣትውን ኮነ። ሽዑ ኣበይ ደኣ ኣላ እምነትኩም? በሎም። ፈሪሖም ከኣ እዚ ንንፋስን ማይን ዚእዝዞም እሞ ዝእዘዝዎስ መን ኮን እዩ? እናበሉ ተደነቑ ይብል። እናተበሃሃሉ ተደነቑ ይብል። ሕጂ ኣብዚ ከቢድ ሲቹዌሽን ከለዉ ኣብዚ ከቢድ ኩነታት እንከለዉ ጎይታ የሱስ ካብኦም ኤክስፒክት ጌርዎ ዝነበረ ነገር እንታይ እዩ ኣበይ ደኣ ኣላ እምነትኩም ንምንታይ እምነትኩም ዘይተልዕሉ እምነትኩም ኣልኢልኩምሲ ንምንታይ ዘይትጥቀምሉ ክብሎም ከሎ ኢና ንርኢ ኣበይ ደኣ ኣላ እምነትኩም ኢልዎ ስለዚ ብሩኻት ኣሕዋተይ እግዚኣብሄር ብእምነት ክንንቀሳቐስ ይደል ብእምነት ንዝመፅኣና ኩነታት ብእምነት ግብረ መልሲ ክንህቦ ይደል እግዚኣብሄር ይመስገን ኣሜን ክብሪ ንኣምላኽና ይኹን ኣብዚ ቦታ እዚ ኣበይ ደኣላ እምነትኩም ብምባሉ ጎይታ የሱስ እምነት ከም ዘለዎም እዩ ዘመላኽተካ እንተዳ መርሚርናዮ ማለት እዩ እምነት ነይርዎም እዩ ኣበይላ ዳ እምነትኩም እምነት የብልኩም እንዲ ክብሎም ከሎ ኢና ንርኢ ላይክ ከመይ ማለት መስለኩም ንኣብነት ሲ ሓደ ማኪና ዘለዎ ሰብ ሌትሰይ ናሆም ንበሎ ወይ ሙሴ ንበሎ ወይ ዝኾነ ካልእ ሰብ ዳኒ ብዙሓት ኣለና ኣብዚ ማካይን ዘሎ ደው ኢሉ እታ መራሒ ወይ ንኣምቡላንስ ኣብፅሐኒ ወይ ንኣብ ገለ ቦታ ኣብፅሐኒ እንተኢሉካስ መጀመርያ እታ ሕቶቶስ ማኪናኻ ዳይላንደ ኣቤላ ደኣ ማኪና ሓቀምሽ ምክንያቱ ማኪና ስለ ዘለዎ መጀመርታ እቲ ሃስቦ ሃሳብ ማኪኑ ደኣ ኣበይ ከይደ ዋይ ንምንታይ ሓተን ኣሎ ማኪና ኢንደ ሴም ወይ ድማ ኣብዚ ቦታ እዚ ጎይታ ኢየሱስ ክርስቶስ ናቱ ብናቱ እምነት ክጥቀሙ ክደልዩ ከለዉ መጀመርያ ዝሓተቶም ሕቶ ዋ ናትኩም እምነት ከ ኣቤላ ዋይ ዋትስ ጎይንግ ኦን ኣበይ ኣሎ እምነትኩም ንምንታይ ብኡ ዘይትጥቀሙ ንምንታይ ደኣ ኣድልየኩም ማለት ኣለኩም እንዲ እምነት ክብሎም ከሎ ኢና እቲ ሓሳብ ማለት እቲ ዘመላኽተና ነገር ብሩኻት ኣሕዋተይ ክብርና ኣምላኽና ይኹን ናይ እግዚኣብሔር ቃል እምነት ከም ዘለና እዩ ዝነግረና። ሓደ ሕጂ ካብቲ ሎሚ ኣብዚ መልእኽቲ እዚ ኣብዚ ትምህርቲ እዚ ከስምረሉ ዝደለኽዎ ነገር ክልተ ነገር እየ ክወቅዕ ደልየ ዘለኹ። እቲ ቀዳማይ ነገር እምነት ቃል ኣምላኽ እምነት ከም ዘለና እዩ ዝነግረና። ሓደ ሓደ ሰብ እምነት የብልይን ክብል ከሎ ትሰምዕ ኢኻ። ሓሶት እዩ እዚ ብፍላይ ክርስትያናት እንድሕር ኮይና ናይ እግዚኣብሔር ቃል እምነት ከም ዘለና እዩ ዝነግረና ኣበይ ኣበይ ከምኡ ዝብለና ሮሜ ምዕራፍ 12 ፍቕዲ ሰለስተ ክንሪኦ ንኽእል ኢና ካልእ እውን ገለገለ ፍቕድታት ክንርኢ ንኽእል ኢና ሮሜ 12 ፍቕዲ ሰለስተ ከምቲ ኣምላኽ ንነፍሲ ወከፍ ዝዓደሎ መስፈር እምነት ገይሩ ደኣ፣ ብዛዕባ ርእሱ ብልክዕ ይሕሰብ እምበር፣ ካብቲ ዝግብኦ ኣዕዚዙ ከይሓስብሲ፣ ንነፍሲ ወከፍ ኣብ ማእከልኩም ዘሎ በቲ እተዋህበኒ ጸጋ እብል ኣለኹ ይብል። ኣብዚ ቦታ እዚ ሕጂ እንታይ እዩ ዝብለና ዘሎ? ካብቲ ዘለካ እምነት ንላዕሊሲ ኣእዚዝካ ኣይትሕሰብ፣ እምነት ግን ኣለካ እዩ ዝብለና ዘሎ። እምነት የብለይን ክትብል ኣይትኽእልን ኢኻ። ዩ ሃቭ ፌዝ ብራዘርስ ኤንድ ሲስተርስ፣ በዚ ነገር እዚ ርግፀኛታት ኩኑ። እምነት ኣለና ብናይ መስፈር ኢየሱስ ክርስቶስ መስፈሪ የሱስ ክርስቶስ ክንብል ከለና ገፊሕ ሓቂ ዘረባ የሱስ ክርስቶስ ለጋስ እዩ። እቲ ኣልዒሉ ገለ ኣይህበካን ሕፍሳ ኣቢሉ እዩ ዝህበካ። ሓንቲ ዕላል ኣላ ትፈልጡዋ ኢኹም ምሽ ሓደ ቆልዓሲ ሓደ ግዜ ኣብ ሓደ ቦታ ቡን እንዳተፈልሐ ገለስ ሓዝ ኢሎሞ ቆሎ ድዩ ዋላ ዝኾነ ከምኡ ዓይነት ነገር ሓዝ ምስ በሎስ ዳሓን ማማ ትሓዘለይ ኢሉ ትፈልጥዋ ዉሽ ማማ ትሓዘለይ ምስ በልስ ዋ ስለምንታይ ዳኣ ተበሎስ ናታ ኢዲ ኣቢ ኢሉ እሳ ብዙሕ ክተልዕለሉ ማለት እዩ ተረዲኹም ንሱ ንእሽተይ ከልዕል ህጂ ኢን ሴም ወይ ድማ ጎይታ ኢየሱስ ክርስቶስ ብናይ መስፈር ጎይታ ኢየሱስ ክርስቶስ ሰፊሩ ኣምላኽ ሂቡካ ኣሎ ብለካ ኣሎ ዳት ሚንስ ዊ ኦልሬዲ ሃቭ ፌዝ ስለዚ ሎሚ ነፍሲ ወከፍና ክንሓስቦ ዝደሊ ዘለኹ እንታይ እዩ? እምነት እንድሕር ኣለኒ ኣበይ ደኣ ኣሎ እምነት? እምነተይሲ ብሓቅስ እጥቀመሉ ዶ ኣለኹ? እምነተይሲ ኤክሰርሳይዝ ዶ ገብሮ ኣለኹ? ንትገጥመኒ ነገር ንምንታይ እዩ እምነት ተዋሂቡና ተይልኩምኒ ክንጥቀመሉ ወይ ድማ ዓበይቲ ነገራት ክንገብረሉ ክብሪ ንኣምላኽና ይኹን ኢየሱስ ክርስቶስ ጎይታ እምነት ከም ዘለና ኣብ ካልእ ክፍሊ ድማ ክንርኢ ከለና ብዙሕ እዚ ፍሉጣት ጥቅስታት እየ ዝጠቅስ ዘለኹ ኣክቹዋሊ ካልኣይ ጴጥሮስ ምዕራፍ ሓደ ክንከይድ ከለና ናይ እግዚኣብሔር ቃል እንታይ ይብለና ስምዖን ጴጥሮስ ናይ የሱስ ክርስቶስ ባርያን ሃዋርያን ናብቶም ማዕረ እታ ናትና ዝኽብረታ እምነት ብጽድቂ ኣምላኽናን ብመድሓኒና የሱስ ክርስቶስን እተመቕሉ ይብል we have the same kind of faith እቶም ኣፖስትልስ ዝነበሮም ዓይነት እምነት ኣለና ኣብለና ኣሎ ክብሪ ንኣምላኽ ንሶም ተጠቒሞምሉ እዮም ነንብብ ኢና እኮ ጴጥሮስ ብዙሕ ነገር ከም ዝገበረ እቶም ካልኦት ብዙሕ ነገራት ከም ዝገበሩ ን- ነንብብ ኢና እዚ ነገር እዚ ዝገበርዎ ግን በዓሉ ጴጥሮስ ኣብ ግብረ ሃዋርያት ምዕራፍ ሰለስተ ክዛረብ ከሎ ንምንታይ ናባና ትጥምቱ ኣለኹም ንሕና ብናትና ዓቕሚ ብናትና ክእለት ብዛዕባ ብዛዕባ- ብናትና እንታይ ሽሙ መንፋዕቲ ዲና ጌርናዮ ኖ እዚስ ብስም የሱስ ምእማን ነዚ ሰብ እዚ ኣንካር ኣንካሪቱ ኣጽንዖ ይብለን ፈውሲ ዝገበሩ ተኣምራት ዝገበሩ በየን እዮም እብለና ልክዕ በቲ ናቶም እምነት እዩ ዳት ሴም ፌዝ ንኣና እውን ተመቒላትና ኣላ ክብሪ ንኣምላኽና ይኹን ስለዚ ድሕሪ እጂ እምነት የብለይን ኢልካ ክትሓስብ የብልካ እምነት የብለይን ትብል ዘለኻ ባዕልኻ ኢኻ ባዕልኻ ብርእስኻ ኢኻ ንርእስኻ ትዕቅኖ ዘለኻ ናይ እግዚኣብሔር ቃል ግን እንታይ ዝነግረና ናትና መስትያት ባዕሉ ቃል ኣምላኽ ከም ዝኾነ። ቃል ኣምላኽ እንተ ደኣ ርኢኻዮ፣ እዚ ደብዳቤ እዚ ዝጽሕፎ ዘሎኹ ይብል ሃዋርያ ጴጥሮስ፣ ናብቶም ማዕረ ናትና፣ ማዕረ እታ ናትና ዝኽብረታ ይብል፣ the quality of faith፣ ኣብኦም ዝነበረ ዓይነት እምነትን ኣባኻ ዝነበረ እምነትን ሓደ እዩ። እቲ ፍልልይ እንታይ እዩ ዝኸውን ዘሎ ማለት እዩ፣ ንሶም ተጠቒሞምሉ እዮም። ኤክሰርሳይዝ ገይሮሞ እዮም ንስኻ ግን ምናልባት ከምቲ ዝግባእ ኤክሰርሳይዝ ኣይትገብሮን ትህሉ ክብሪ ንኣምላኽ ካልእ ኣብዚ ቦታ እዚ ባዕሉ ሃዋርያ ጴጥሮስ ዘማላኽተና እንታይ ተይልኩምኒ እዚ እምነት እዚ ብጽድቂ ገና ንጎይታ ኢየሱስ ክርስቶስ ክንቅበሎ ከለና ዝመጸ እምነት ምዃኑ እዩ ዝነግረና ክብሪ ንኣምላኽ ኣሜን። ኢየሱስ ክርስቶስ ጎይታ ኩላትና ከም ንፈልጦ ኤፌሶን ምዕራፍ ክልተ ሸሞንተን ትሽዓተን ክንሪኦ ከለና እንታይ ይብለና? ኤፌሶን ምዕራፍ ክልተ ሸሞንተን ትሽዓተን ሓደ እኳ ከይምካሕሲ ካብ ግብሪ ኣይኮነን እሞ ብእምነት ብጸጋ ይኹ ዝደሓንኩ ኦሬዲ ክትድሕን ከለኻ እምነት ነይሩካ ማለት እዩ። ኦሬዲ ክትድሕን ከለኻ ጸጋ እምነት እዩ ኣድሒኑካ። እዚ ከኣ ውህበት ኣምላኽ እዩ እምበር ካባኻትኩም ኣይኮነን ይብለና። ዩሲ እታ ናይ ሮሜ ምዕራፍ ዓሰርተ ክልተ ፍቕዲ ሰለስተ ኣብዚ ከኣ ደጊምና ነንብባ ኣለና። ጎይታ እየሱስ እግዚኣብሔር ብመስፈር የሱስ ገይሩ እምነት ከም ዝሃበና ነግረና እሞ ኣብዚ ቦታ እዚ ድማ ብውህበት ዝተቐበልናዮ ጸጋን እምነትን ከም ዘሎ በዚ ጸጋን እዝን በዚ እምነትን እዝን ድማ ከም ዝደሃና ከዓ እነግረና ማለት እዩ ክብሪ ንኣምላኽ ኢየሱስ ክርስቶስ ጎይታ እዩ ርኢኹም ኢየሱስ ክርስቶስ ክግለጽ ከሎ ጸጋ ጥራይ ዘይኮነ እምነት እንኮላ ይመጽ እዩ ሓቀይ ምሽ እግዚኣብሔር ይመስገን ኣብ ገላትያ ምዕራፍ ሰለስተ ኩላትና ንፈልጦ እምነት ከይመፀት ከላ ኣብ ትሕቲ ሕጊ ነበርና ይብል እምነት ምስ ተገልፀት ግና ብለና ጎይታ ኢየሱስ ክርስቶስ ምስ ተገልፀ ማለት እዩ ምስኡ ድማ ምድሓን መፅኡ ኣብቲ ብፀጋ ድሕና ኢና ብለና ንኩሉ ሰብ ዘድሕን ፀጋ ኣምላኽ ተገልፀ ብለና ኣብ ገላትያ ድማ እምነት ተገልፀ ብለና ስለዚ the moment ንጎይታ የሱስ ክርስቶስ ዝተራኸብካሉ ግዜ ጸጋ ጥራይ ዘይኮነ እምነት ውን ተቐቢልካ እዚ ድማ ውህበት ኣምላኽ ኢዩ ስለዚ ብራዘርስ ኤንድ ሲስተርስ we already have faith እቲ ዝገርመኩም ነገር ክንድሕን ከለና ዝተቐበልናዮ እምነት ወይ ድማ ዝተጠቀምናሉ ደረጃ እምነት ካብቲ ብሕጂ ዘድለየና ደረጃ እምነት ኣዝዩ ዝለዓለ እዩ። ምኽንያቱ ብሩኻት ኣሕዋተይ ካብ ሲኦል ምምላጥዶ ይሓይሽ ዋላስ ካብ ሕማም ወይ ድማ ካብ ካል ካል ነገራት ካብ ሲኦል ምምላጥ ይሓይሽ። ስለዚ ንሲኦል ካብ ሲኦል ንምውፃእ ዘኽእለና እምነት ተቐቢልና ኢና። ኦሬዲስ ከምዚ ዓይነት እምነትሲ ኤክሰርሳይስ ወይ ድማ ኤክስፒሪየንስ ጌርናዮ ኢና። ስለዚ እዚ እምነት እዚ ሕጂ ንካል ካልእ ነገር ንክትገብረሉ ዝቐለለ ነገር እዩ ማለት እዩ። ሓቂ ዘረባ እንተ ደኣ ኣተሓሳስባኻ ኣዕሪኻ መብዛሕትኡ ግዜ ኣብ ክርስታን ኣብ ክርስትያናት ዘጉህየካ ነገር ክንጅምር ከለና ኣብ ጸጋ ኢና ንጅምር ድሕሪኡ ናብ ግብሪ ንኣቱ። መብዛሕቲኡ ግዜ ተሪኹሞ ክንጅምር ከለና ብእምነት ኢና ንጅምር ድሕሪኡ ግን ናብ ክብሪ ንመለስ እዚ እቲ ዝዓበየ ዘጉህየካ ነገር እምበር ልክዕ ከምቲ ኣብ ኤፌሶን ምዕራፍ ክልተ ፍቕዲ ሓሙሽተ ዝነገረና ከምቲ ንጎይታና ኢየሱስ ክርስቶስ ብእምነት እተቐበልኩሞ ከምኡ ኢልኩም ብኡ ተመላለሱ ብለና ናይ እግዚኣብሔር ፍቓድ ፍቓድ ኣምላኽ እንታይ ተኢልኩምኒ ብጸጋ ጀሚርካ ብጸጋ ክትቅጽል ብእምነት ጀሚርካ ብእምነት ክትቅጽል ከምቲ ካብ ሲኦል ንክትወጽእ እምነት ዝረኸብካ ዘይከበደካ ዘይረኣይ እንከሎ ካብዚ ሓጢኣት እዚ ክትወፅሲ ዘይሕሰብ ነገር እንከሎ ካብቲ ዝነበረካ ባህርያት ናይ ዓለም ትምኒት ካልእ ካልእ ነገራት ክትወፅእ ብጣዕሚ ከቢድ እንከሎ ኣሚንካ ብእምነት ሰጒምካ ከም ዝወፃእኻ ሕጂ ድማ ካብ ዝገጥመካ ዝኾነ ዓይነት ነገር ከምኡ ብእምነት ክትወጽእ ይግብኣካ ነይሩ ይግብኣና ነይሩ። እግዚኣብሔር ዝተመስገነ ይኹን። ኣሜን ኣሜን። ክብሪ ንኣምላኽና ይኹን። ስለዚ ኢየሱስ ክርስቶስ ጎይታ እዩ። እቲ ቀዳማይ እነስምረሉ ነገር እንታይ እዩ ተይልኩምኒ? ዊ ኦልሬዲ ሃቭ ፌዝ እምነት ብሕጂ ክመጻእኩም ኢልኩም ኣይትጸበዩ እምነት ኣለካ እምነት ኣሎኒ እግዚኣብሔር ይመስገን ኣይኮናን ንሕናሲ ዳዊት ከማን ኣብ መዝሙር ዕስራን ሸውዓተን ክተንብብዎ ከለኹ እምነት ኣሎኒ ኢሉ እዩ ኣዊጁ ክብሪ ንኣምላኽ ይኹን ሰራዊት እኳ እንታይ ዝብል ትዝክሮ እንተ ዝሰፍር እምነት ኣሎኒ ኢሉ ክብሪ ንኣምላኽ ቴንክ ዩ ጂሰስ እግዚኣብሔር ምድሓነይ ብርሃነይን ካብ መንዳኤ ዝፈርህ እግዚኣብሔር ሓይሊ ህይወተይ ካብ መንዳኤ ዝስንብድ ምስ በለ ብድሕሪኡ ገበርቲ እከይ ንስጋይ ክውጡ ንሓድሕዶም ተዛብኡ እሞ ወደኹ ድሕሪ ሽኡ ኩናት እኳ እንተዝላዕለኒ እምነት ኣለኒ እንዳበለ ይዛረብ ማለት እዩ Thank you Jesus that means እንታይ እዩ ዝብል ዘሎ ዋላ ሰራዊት እኳ ኣብ ቅድመይ እንተዝሰፍር ይብል እግዚኣብሔር ይመስገን ዝኾነ ዓይነት ነገር እንተገጠመንስ I have faith ሕጂ መጀመርያ መጀመርያ ብሩኻት ኣሕዋተይ ካብዚ ክንወፅእ ከለና ኣነ ሎሚ ዘካፍለኩም ነገር ብጣዕሚ ፕራክቲካል ወሳኒ ነገር ኣክቹዋሊ ከምዚ ፍልጠትና ንክሰፍሕ ገለገለ ዘይኮነ We have to exercise this thing እዚ ነገር እዚ ክንለማመዶ ክንክእል ኣለና። ናይ እግዚኣብሔር ክብሪ ንርኢ ብእምነት ኢና። ንእግዚኣብሔር ክነሐጉሶ ንኽእል ብእምነት ኢና። ዕብራውያን ምዕራፍ ዓሰርተ ሓደ እስከ ርኢ ርኢ ነብሎ ቁርብ ዕብራውያን ምዕራፍ ዓሰርተ ሓደ ስለዚ ብሩኻት ኣሕዋተይ ንሕና ፓሲቭ ክንከውን ኣይንኽእልን ኢና። ነቲ ኣብ ውሽጥና ዘሎ ነገር ብምፍላጥ እንታይ ክኸውን ኣለዎ? እምነትና ከተስልጥ ክትጅምር ክትክእል ኣለዋ። ዩ ካንት ቢ ፓሲቭ ንርእስኻ ዘድልየካ ነገራት ኩሉ ክትረክብ ትክእል ኣለካ ብእምነት ኣብ መሰናኽላት ኣብ ሽግር ነገራት ክትሓልፍ ትኽእል ኢኻ። ኣብዚ ነገር እዚ ግን ልክዕ ከምቲ ሉቃስ ምዕራፍ ሸሞንተ ዘንበብናዮ ብማዕበል እንዳሓለፉ እንከለዉ ኣብ ከቢድ ኩነታት እንከለዉ ጎይታ የሱስ ብምብካዮም ኣይኮነን ተሓጒሱሎም ብምንዋጾም ኣይኮነን ተሓጒሱሎም ብምሽቓሎም ኣይኮነን ተሓጒሱሎም ናብኡ ብምውጫጮም ኣይኮነን ተሓጒሱሎም እንታይ ደኣ ኢልዎም ዌር ኢዝ ዩር ፌዝ እምነትኩም ኣበይ ኣላ ዳት ሚንስ እሱ መጺኡ ብእምነት እዩ ኣዚዝዎ ነቲ ማያት ብእምነት እዩ ኣዚዝዎ ነቲ ንፋስ እሱ ከዓ እንታይ ብሎም ኣሎ ደሴም ፌዝ ኣለኩም ዋይ ዶንት ዩ ኤክሰርሳይዝ ኣባይ ዲፐንደንት ክትኮኑ ኣይኽእለኩም ኣይግባኣኩም እዩ ኦፍኮርስ እቲ ዲፐንደንት ዝብል ቃል ኣብ ምልክት ሕቶ ነእትዎ ኣብ ጎይታ ዲፐንደንት ኢና እቲ ሓይሊ ናት እዩ እቲ መንፈስ ናት እዩ እቲ ክእለት ናትዩ ንሕና ግን ተለቂሕና ኢና ንጥቀመሉ ዘለና ብሽሙ ማለት እዩ ኣክሰስ እዩ ሂቡና ዘሎ ሶ ዊ ኣር ዲፐንደንት ብሓደ ወገን ግን ፓሲቭ ኮይና እሱ ክገብረልና ዘይኮንና ክንፅበ ዝደልየና ኣክቲቭሊ ነዚ ነገር እዚ ከም ድሌትካ ምእታው ምውፃእ ሂቡካ ስለ ዘሎ ኣቲኻ ክትጥቀመሉ እዩ ዝግባእ ኣብ ኤፌሶን ምዕራፍ ክልተ ፍቕዲ ትሽዓተ ሳላ ብኡ ምእማንና ናብኡ ምእታው እምንቶ ኣለና ይብል ዳት ሚንስ እቶ እሞ ኤክሰርሳይዝ ግበረሉ ተጠቐመሉ እቶ እሞ ንሰባት ከማን ከይተረፈ እኮ ንሕና ንፅልየሎም እኮ ንምንታይ ምእታው ስለ ዝተዋህበና ኣቲና በቲ ዝተዋህበና ደገ ኣቲና ፈውሲ ነውርደሎም በቲ ዝተዋህበና ደገ ኣቲና ዝኾነ ዓይነት ነገር ነውርደሎም ስለዚ እግዚኣብሄር ነቲ መፍትሒ ሂቡካ እንከሎ ኣቲኻ ክትጥቀም ክትክእል ኣለካ እዚ እዩ ሳላ ብኡ ምእማንና ይብል እንታይ ሂቡና ኣሎ ኣክሰስ ሂቡና ተረዲእኹምኒ ክብሪ ንኣምላኽ ናይ እግዚኣብሄር ቃል ኢብን ኣብ ማቴዎስ ምዕራፍ 16 ኩላትና ከም ትፈልጦ ንጴጥሮስ እንታይ ኢሎ መርሖ ሰማያት ሂበካ ኣለኹ ርኢኹም ኢየሱስ ክርስቶስ ጎይታ ንዛ ማሕበረይ ድማ ደገታት ሲኦል እንታይ ክብሉ ኣይክሕይሉዋን እዮም ይብል ዳት ሚንስ ኣብ ሲኦል ከይተረፈ ይሰርሕ ይትመፍት ክብሪ ናብላ ከፊትካ ክተውፅእ ትኽእል እያ ኣብ ሰማይካ ይሰርሕ እዩ ከፊትካ ክተውፅእ ትኽእል እያ ኣክሰስ ይህቡካ ዘሎ ስለዚ እዚ ኣክሰስ እዚ ግን ብምንታይ ኢና ንጥቀሞ ተይልኩምኒ ብእምነት እዩ እምነት ወሳኒ ነገር እዩ። ሓደ ገዛ ሙሉእ ተዋሂቡካ ናይቲ ገዛ መፍትሕ እንድሕር ዘይብልካ ኣኺሉካ እምነትካ መፍትሕካ ከፊትካ ኣቲኻ ተውፅኣሉ ነገር እዩ ማለት እዩ። ኣብዚ ቦታ እዚ ሕጂ ክንሪኦ ከለና እብራውያን ምዕራፍ 11 ፍቕዲ ክልተ ብእዩ ነቶም ዓበይቲ እተመስከረሎም እዩ በዓል ጴጥሮስ በዓል ጳውሎስ እዚኦም ኩሎም ብዛዕባኦም ንዛረብ ዘለና ንምንታይ ተይልካኒ ቢኮዝ ዜይ ወር መን ኦፍ ፌዝ ናይ እምነት ሰባት ስለ ዝነበርሉ እምበር ብካልእ ነገር ኣይኮነን። ጳውሎስ ብድሌትካ ክትማራመረሉ ትክእል እያ ከማካ ሰብ እዩ ከማክ ሰብ እዩ He's not- ወላ ሓንቲ ኣይበልጽ ጴጥሮስ ባዕሉ ሃዋርያ ብምዃኑ ዝረኸቦ ፍሉይ ነገር የለን እግዚኣብሔር ይመስገን እታ እምነት ሲ ደሴም እያ ዝገርመካ ሲ ኣነ ብጣዕሚ ዝገርመኒ ኣብ ግብረ ሃዋርያት ብፍላይ ክነንብብ ከለና ፊልጶስ ንውሰዱ ንሰማርያ ከይዱ ዝገመጣጠላ ፊልጶስ እዩ። ሃዋርያ ስለ ዝኾነ ኣይኮነን፣ ነቢይ ስለ ዝኾነ ኣይኮነን፣ ካልእ ካልእ ነገራት ስለ ዝኾነ ኣይኮነን። ኣሜን ኣሜን፣ ክብሪ ንኣምላኽ። ካልእ ሰብ ከዓ ንመን ሽሙ ኣናንያ ከዓ ንውሰዱ። ኣነ ኣናንያስ ወደ መዝሙር እኮ እዩ ዝብሎ። እስኪ ንኸይድ እሞ ንርኣዩ። እግዚኣብሔር ዝተመስገነ ይኹን። ግብረ ሃዋርያት ምዕራፍ ሸሞንተ ዲና ንረኽቦ ሃገር እግዚኣብሔር ይመስገን። ወደ መዝሙር ነበረ ብለና ኢየሱስ ክርስቶስ ጎይታ ኢየሱስ ክርስቶስ ጎይታ ሕጂ ወደ መዝሙር ኮንካ እንታይ ክትገብር ትኽእል ኢኻ ዓበይቲ ነገራት ክትገብር ትኽእል ኢኻ እግዚኣብሔር ይመስገን ግብረ ሃዋርያት ክንደይና እሞ ንረኽቡ መን ኣሎ ዘዘክረኒ እወ እግዚኣብሔር ይመስገን ምዕራፍ ትሽዓተ ምሽ ምዕራፍ ትሽዓተ ብጣዕሚ ዝገርመካ ስለዚ ብሩኻት ኣሕዋተይ እቲ ምስጢር እወ ካብ ዓሰርተ ሰለስተ ምሽ ሃናንያ ግና ይብል ካብ ዓሰርተ ክልተ ንጀምሮ ካብ ዓሰርተ ንጀምሮ ረኣይዎ እሞ ንሱ እውን ሃናነ ዝበሃል ሰብኣይ ኣትዩ ምእንቲ ክርኢ ኢዱ ከንብረሉ ብራእይ ርእዩ ኣሎ ኢሉ ንጎይታ ንጳውሎስ እዩ ተዛሪቡ ሓቀይ ምሽ ወይ እስከ ካብ ክንደይ ንጀምራ ካብ ዓሰርተ ንጀምራ ኣብ ደማስቆ ከዓ ሃናንያ ዝበሃል ወደ መዝሙር ነበረ ሃዋርያ ኣይኮነን ነቢይ ኣይኮነን ዝኾነ ወንጌላዊ ዝኾነ ታይትል የብሉን ሂዝ ጀስት አ ዲሳይፕል ስለዚ ዲሳይፕል ምዃን እኹል እዩ ማለት እዩ ንኡ ጎይታ ብራእይ ሃናንያ በሎ ንሱ ከዓ እነኹ ጎይታ ጎይታ ድማ በሎ ተንስእ እሞ ናብቲ ቅኑዕ ዝበሃል መተሓላለፍኪ ሳኦል ዝበሃል ሰብኣይ በዓል ጠርሴስ እነሆ ይፅልሎ እሞ ኣብ ቤት ይሁዳ ድለዮ ንሱን ሃናንያ ዝበሃል ሰብኣይ ኣትዩ ምእንቲ ክርኢ ኢዱ ከምብረሉ ብራእይ ርእዩ ኣሎ እንዳበለ ይቕጽል ማለት እዩ። ብዙሕ ግዜ ከይወሰድና ኣብዚ ሓሳብ እዚ ሃናንያ ሓደ ወደ መዝሙር እዩ ነይሩ። ብሩኻት ኣሕዋት ሎሚ እኮ ዘይንመሃሮ ትምህርቲ የለን። ትምህርቲ ድህነት ሃይከሽ፣ ትምህርቲ ወደ መዝሙር፣ ትምህርቲ ዕቤት፣ ትምህርቲ ኣገልግሎት፣ ብዙሕ ዓይነት ነገር ኢና ንመሃር። እዚ ኩሉ ተማሂርካ ግን እምነት ተዘይብልካ ኣይጠቕመካን። ድሕሬኻ ዋላ ሓንቲ ትምህርቲ ዘይተማሃረ እምነት ዘለዎ ሰብ ፈንጢሱካ ክኸይድ ኢየሱስ ክርስቶስ ጎይታ እዩ። ስለዚ ፍልልይ ዘምፃልና ዕብራውያን ዓሰርተ ሓደ ፍቕዲ ክልተ ብኡ እዮም ነቶም ዓበይቲ እተመስከረሎም ይብለና። ዋት ሜክስ ዲፍረንስ ኢዝ ዩር ፌዝ ፍልልይ ዝገብር እምነትካ እዩ። ክብሪ ንኣምላኽና ይኹን። ሕጂ ክልተ ነጥቢ ኢና ክርኢ ኢለኩም ኣለኹ። ኣብዚ ግን ዕብራውያን ዓሰርተ ሓደ ክትሪእዎ ከለኹም ዘገርም ዘገርም ነገር እዩ ዝነግረና። ፍቕዲ ኣርባዕተ ኣቤል ብእምነት ካብ ቃየል ዝበልፅ ነገር ከም ዝገበረ ይነግረና። ዝበልፅ ነገር ክትገብር ትኽእል ብእምነት እዩ። ኢብን ካብ ጳውሎስ ዝበልፅ ነገር ክትገብር ትኽእል እያ። ካብ ካልኦት ዝበልፅ ነገር ክትገብር ትኽእል እያ። ካብ ደቂ ቸርችኻ ዝበልጽ ነገር ካብ መማህራንካ ዝበልጽ ነገር ክትገብር ትኽእል ኢኻ ምኽንያቱ ኣቤል ብእምነት እዩ ዝበልጽ መስዋእቲ ዘቕረበ ይብለና ቤተር እግዚኣብሔር ይመስገን ኣሜን ኢየሱስ ክርስቶስ ጎይታ ከምኡ እንዳበለ ብዛዕባ ሄኖክ ዛረበና ሄኖክ እጂ ኣብቲ ግዜ እቲ ፕሮፌሳ ይገብር ነይሩ ክነንብቦ ከለና ገርመና ይሁዳ ኣብ ይሁዳ ተንብብ ከለና ሂ ዋዝ ፕሮፌት ታንክ ዩ ጂሰስ እሞ እሱ በቲ ግዜ እቲ ሕሰቦ መጽሓፍ ቅዱስ የለ ዘፍጥረት ኣይተጻሕፈ ዘጸአት ኣይተጻሕፈ ናይ ሙሴ ምስክርነት ኣይሰምዐ ገለ ነገራት ኣይሰምዐ ከምዚ ዓይነት እምነት ነይርዎ ከምዚ ዓይነት ፕሮፌሳይ ዝገብር እንድሕር ኮይኑ እስኻ ሎሚ ፕሮፌሳይ ምግባር ከመይ ኢልካ ትስእል ብእምነት እግዚኣብሔር ይመስገን ኢየሱስ ክርስቶስ ጎይታ ብእምነት ፕሮፌሳይ ክትገብር ትኽእል ኢኻ ዩ ካን ዱ ኢት ኢየሱስ ክርስቶስ ጎይታ እዩ። ሓንቲ ነገር ልብኻ ጥራይ ፅሩይ ክኸውን ዘለዎ ሞቲፍካ ጥራይ ፅሩይ ክኸውን ዘለዎ ባይዘወይ ሞቲፍካ እንድሕር ፅሩይ ኮይኑ ልብኻ ፅሩይ እንድሕር ኮይኑ ኣይትጋገን እያ ምክንያቱ ንስጋኻ ኣይኮነን ንርእስኻ ኣይኮንካ ተብል ዘላ ብሓቂ ግን ናይ ሓደ ሰብ ነገር እንድህር ኣገዲሱካ እንድህር ተዛሪብካ እግዚኣብሔር የፅንዓልካ እዩ ክብሪ ንኣምላክ ብእምነት ኢካ ዘለካ Thank you Jesus ሓደ ሓደ ግዜ ኣነ ብሓቂ ዝብለኩም ናይ እምነት ነገር ብጣዕሚ የደንቐኒ ወላ ዘይግባእ ነገር ተኾነ እግዚኣብሔር ንእምነትካ ክብል ይቕይሮ እዩ ኢየሱስ ክርስቶስ ሓንቲ ሰበይቲ ሲ ለትሰይ ወዲ ጠኒሳ እንተ ኣላ እሞ ብእምነት ስኻ ጓል እያ ተላኢልካ እግዚኣብሔር ወላ ጓል ክገብራ ክእል እዩ ድሕር እዩ ሰይ ኣሜን ኢንጂሰስ ኣነ ከምኡ እዩ ዝኣምን እግዚኣብሔር ይመስገን ምክንያቱ ንዝኣምን ኩሉ ይከኣል እዩ ስለ እምነትካ የኽብሮ እዩ ጎይታ የለውጦ እዩ በቃ ናይ እምነት ሰብ ክትከውን ኣለካ ስለዚ ናይ እምነት ሰብ ክትከውን ተኮንካ ግን መጀመርያ መጀመርያ እግዚኣብሔር እምነት ከም ዝሃበካ ትፈልጥ ኣለካ ገና እምነት ብሕጂ ክመፃኒ ኢልካ ትሓስብ ተኮንካ ብጣዕሚ ኣብቲ ፀወታ ክትሕሰ ኢኻ ተረዲኦምኒ ኣብቲ ጌም ማለት እዩ ኣብቲ ጌም ኣትዩና ዘሎ ናይ እግዚኣብሔር ቃል ይሁዳ ምዕራፍ ሓደ ሓንቲ ምዕራፍ እያ ፍቅዲ ዕስራ ክንሪኦ ከለና እንታይ ዝብለና ይሁዳ ዕስራ ማለት እዩ ይሁዳ ምዕራፍ ሓደ ፍቕዲ ዕስራ ብጣዕሚ ገርመኒ እዚ ቃል እዚ ኸዓ ኣፅኒእዎ ኣሎ ክብሪ ንኣምላኽ ይኹን ኢየሱስ ክርስቶስ ጎይታ ንስኻትኩም ግና ኣቱም ፍቑራተይ በታ ካብ ኩሉ እተቐደሰት እምነትኩም ንርእስኹም እናሃነፅኩም ብመንፈስ ቅዱሱን እናፀለኹም እንዳበለ ይዛረበና ዳት ሚንስ እምነት ኣለካ በዚ እምነት እዚ ግን ንርእስኻ ሃነፆ እዩ ዝብለና ዘሎ ንርእስኻ እንታይ ግበሮ እዩ ዝብለና build yourself እምበር ገና እምነት ክመጻኒ ኢልካ ኣይትሕሰብ ኣነ እምነት የብለይን ኢልካ ኣይትዛረብ that means ናይ እግዚኣብሔር ቃል ፍልጠት ውሒዱካ ኣሎ ወይ ድማ ናይ እግዚኣብሔር ቃል ትነጽጎ ኣለኻ ትክሕዶ ኣለኻ you are speaking contrary to the word of God ናይ እግዚኣብሔር ቃል ብጎይታ ኢየሱስ ክርስቶስ ኣሚኑ ዝደሓነ ሰብ እምነት ዘይብሉ ሰብ የለን ኩላትና ብመስፈር ጎይታና ኢየሱስ ክርስቶስ እምነት ተዋሂቡና ኣሎ ግን ሓደ ሲቹዌሽን ክገጥመካ ከሎ ሓደ ኩነታት ክገጥመካ ከሎ ሪስፖንድ ትገብረሉ ኩነታት ክፈላለ ይኽእል እዩ ክትመርፅ ትኽእል ኢኻ ብእምነት ነቲ ነገር እቲ ሪስፖንድ ክትገብረሉን ብዘይ እምነት ሪስፖንድ ክትገብረሉ ናትካ ምርጫ እዚ ግን እምነት የብልካን ስለ ዝኾነ ዘይኮነስ እስኻ ስለ ትነፅጎ ዘለኻ ክብሪ ንኣምላኽ ጎይታ ይመስገን ኩሉ ነገር ብእምነት ኢና ንገብሮ እምነት ብጣዕሚ ወሳኒ ነገር እዩ ጎይታ ይመስገን ናይ እግዚኣብሔር ቃል መቸም ሕጂ ብዛዕባ እምነት ብዙሕ ፍልጠት ስለ ዘለኩ ብዙሕ እንታሽሙ ይከውን ናብቲ ካልኣይ ነጥበይ ክሓልፍ መጀመርያ መጀመርያ ነገር እምነት ኣሎካ ንበሃል እስኪ እምነት ኣሎኪ ናይ እግዚኣብሔር ቃል ሎሚ ኣኸሺሑካ ኣሎ ተባሃሉ ተቃሊዕኻ ኣለኻ ድሕሪ እጂ እምነት የብለይን ከይትብለኒ እምነት የብለይን ክትብል ከይሰማዕካ እምነት ኣለካ እምነት ኣለኪ ኢየሱስ ክርስቶስ ኮይኑ ዩ ሃቭ ፌዝ ዲስ ኢዝ ትሩ ዲስ ኢዝ ዘ ወርድ ኦፍ ጋድ ኣሜን ኩሉ ሰብ ሓሳዊ ይኹን እዩ ንሱ ግን ሓቀኛ ኮይኑ ይረኸብ እዩ በቃ ኦንሊ ጋድ ኢዝ ትሩ ኣሜን ኩሉ ሓሳብ እዩ ዝ- ዝስማዓካ ነገር ኣይኮነን ተሓስቦ ነገር ኣይኮነን ሰባት ዝብልዎ ነገራት ኣይኮነን ንሓደ ሰብ እዚ ናይ እምነት ሰብ እዩ ክብሉ ከዓ ክእል እዮም ንስኻ ከዓ ባ- ከም ካልእ ክቆፅሩካ ክእል እዮም ዛዳዝ ማተር እሱ ይኮነን እቲ ወሳኒ ነገር ዋት ማተርስ ኢዝ ዋት ዘ ወርድ ኦፍ ጋድ ሰይስ እስኻኻ ከመይ ትወስዱ እስኻ ከመይ ትወስዱ እዚ እቲ ወሳኒ ነገር ክብሪ ንኣምላኽና እዩ ወላ ወዲ መዝሙር ኮንካ ወላ ዲያቆን ኮንካ ወላ እውን ዝኾነ ዓይነት ነገር ኮንካ እምነት ተልዩካ እምነት ኣለካ እዩ በቃ እምነት ናይ እምነት ሰባት ብዙሓት ሰባት ኣነ ርእየ ኣለኹ በቃ ዘይፅበዮም ሰባት ዓበይቲ ዓበይቲ ነገራት ክገብሩ ከለዉ ብዙሓት ዘዕለሉኒ ሰባት ኣለዉ። ዋላ እውን ባዕልና እውን ብዙሕ ዝተሞከርናዮ ነገራት ኣሎ። ሓደ ሓው ጀየለን ነይሩ ኣብ ዩተቦር እዚ ዓብዪ ሕማም እዩ በቃ ከቢድ ሕማም እዩ እታ ሰበይቲ ሒዝዋ ሕጂ ደው ኢላትሉ ገለ ተዕልሎ ነይራ ከምዚ ከምዚ ከምዚ ሕማም እዚ ዳሞ ጎይታ ከልዕሎ እዩ ፅሊኢልና እዩ ራዩ ኣይትፈልጥዎን ኢኹም ኣብ ዝኾነ ፖስተር ኣይረኣኹምዎን ኢየሱስ ከምዚ እንታይ ዝበሃል ሽጎማኑ ሒዙ ገልጽ ኣይረኣኹምዎን እንዳጸረገ ገለ ማለት እዩ እሱ ይኮነን እቲ ረቋሒ ኣሚኑ ጸልዩላ ተፈዊሳ ክብሪ ንኣምላኽ ዳትስ ኢት ቢ ማን ኦፍ ፌዝ ሽኡ ክትምስክር ከለኻ ሰባት ክሰምዑኻ ከለዉ ምናልባት ትጃሃር ዘለኻ መስሎም ይኽእል እዩ ወይ ርእስኻ ኣድቨርታይዝ ትገብር ዘለኻ መስሎም እዩ but that's not the point እቲ ፖይንት ግን እምነት ይሰርሕ እዩ ተቐቢእና ኢና ተባሪኽና ኢና ተቐዲስና ኢና ድሕና ኢና ነዚ ነገር እዚ ድማ ንነብረሉ ኣለና ኣነ ነብረሉ ኣለኹ ንስኻ ውን ንበረሉ እዩ እዚ እቲ ናይ ምስክርነት እኮ ምስጢር ካልእ ነገር ኣይኮነን እምነት ድማ ቀሊል ነገር እዩ ሕጂ እቲ ካልኣይ ንኣትዎ ዘለና ኣርስቲ ከመይ ጌርና ንእምነትና ሪሊ ትሕግዙኒ ኢኹም ኣነ እኳ ሓቂ ዘረባ ዲክሽነሪ ክርኤ ሓሲበ ነይረ ግን ኣይረከብኩን ግዜ ሪሊ ዝብል ቃልሲ እንታይ ክንብሎ ንኽእል ብትግርኛ እምነትካ ምፍናው ዶ ክንብሎ እምነትካ ምግላጽ ክንብሎ ንኽእል ኢና ማኒፈስት እዩ ክኸውን እሱ ግን ግን እንተበቲ እንተበቲ ግን ሪሊ ዘይንልቅሖ ሎሚ እዚ ቃል እዚ I like the word እግዚኣብሔር ይመስገን እምነትካሲ ኣይትዕገቶ ኣይትሃዞ ማለት ፈልዎ ምፍታሕ በቃ። ምፍታሕ በቃ ክብርና ብላ እ? ዮርዳ እ? ባሕርነት ምጥቃም ዮዲትካ ገለ ቃል መፂኡ ክለወጥ እግዚኣብሔር ይመስገን ንእምነትና ኣሲርና ኣይንሃዞ ማለት እዩ በቃ ብካል ኣዘራርባ you have to release your faith ብሓቂ ዝብለኩም this is an important point እምነት ኣለና ሕጂ ዝገርመኩም ናይ ዝኾነ ክርስትያን ጸገም እምነት ዘይምህላው ኣይኮነን ናይ እምነት ጸገም ኣይኮነን we have faith ግን መጀመርያ መጀመርያ እምነት ከም ዘለና ከይፈለጥና ንጸናሕ ንኽእል እቲ ካልኣይ ድማ ሕጂ ሎሚ እምነትና ከም ዘለና ምስ ፈለጥና ከመይ ጌርካ እምነትካ ሪሊዝ ትገብሮ ከመይ ጌርካ እምነትካ ትጥቀመሉ ትፍንዎ ማለት እዩ እዚ ንዓይ ኣነ ብጣዕሚ ጠቂሙኒ እዩ እዚ ትምህርቲ that's why practical ትምህርቲ እየ ሎሚ ክምህረኩም ወይ ድማ ከካፍል ዝበልኩ እምነትና ሪሊዝ እንገብረሉ ክልተ ሰለስተ ዓይነት መገድታት ናይ እግዚኣብሔር ቃል ነጊሩና ኣሎ እቲ ቀዳማይ እንታይ ተይልና ማርቆስ ዓሰርተ ሓደ ዕስራን ሰለስተን እቲ ዝተበገስናሉ ቃል ዝኾነ ይኹን ሰብ ይብል ብልቡ ኣሚኑ ከይተዋላወለ እቲ ዝበሎ ከም ዝኸውን ዝኣምን እምበር ዘይዋላወልሲ ከምኡ እንዳበለ ቀፅል ከምፅኦ ኣለኒ ከም ባህድር ዝኾነ ይኹን ሰብ ብልቡ ኣሚኑ እቲ ዝበሎ ከም ዝኸውን ዝኣምን እምበር ዘይዋላወል ነዚ ከረን እዚ ተንሲእኻ ናብዚ ናብ ባህር ጣሃንት ከም ይኾነሉ ሕጂ እዚ ሰብ እዚ ኣሚኑ ኣሎ ኣይተዋላወለን ሕጂ ምውልዋል ዝብል ቃል እዚ ዳውት ዝብል ቃል ምጥርጣር ማለት ነግፈረን ኮንዶኾን ኮንዶኾን ኮንዶኾን ክትብል ከለኻ እዚ ነገር እዚ ባህርያዊ መጀመርያ ነገር ክብለኩም ዝደሊ ዘይጣራጠር ዘይዋላወል ሰብ የለ ግን ነቲ ናትካ ምጥርጣር ነቲ ናትካ ምውልዋል እንታይ ትገብሮ ኣለካ ሳሚት ክተግዝኦ ኣለካ ሳብዱ ክተግዝኦ ኣለካ ሕጂ ውሽጢ ዝኾነ ሰብ ወላ እቲ ተቐብዩ ትበሃል ኣነ ከም ዝፈልጦ ከምቲ ኣነ ዝተረዳእን ማለት ብጣዕሚ ዝበሃል ሰብ ኣብ ውሽጡ ምውልዋል ኣሎ ስጋ ስለ ዝኾንካ ኣእምሮኻ ናይ ግድን ስጋዊ ስለ እንታሽኹ ዘለካ ፓርት ነፍስኻ ስለ ዘለካ ነግፈረግ ነግፈረግ ትብል ኮንዶኾን ኮንዶኾን ኮንዶኾን እቲ ፖይንት ግን ነዚ ኮንዶኾን ዝብለካ ጥሒስካ የትከይድ ኣለካ ሓደ ሰብ ክሰምኦ እዩ ክእዘዞ እዩ ብኡ ክእገት እዩ እቲ ሓደ ግን ጥሒስዎ ክኸይድ ተረዲኹምኒ እግዚኣብሔር ተመስገን እዚ እቲ ምስጢር ወላ ፕሮፌሳይ ክትገብር ከለኻ ወላ ካልካል ነገር ክትገብር ከለኻ ኣብ ውሽጥኻ ዝኾነ ፍርሓት ይስምኣካ እዩ ዝኾነ ምጥርጣር ክስማኣካ ይኽእል እዚስ ክትብል ኢኻ ግን እንድሕር ናይ እምነት ሰብ ኮይንካ ዳስዋይ ብልቡ ኣሚኑ ከይተዋላወለ ይብለን ስለዚ ጎይታ ኢየሱስ እመን ጥራይ ኣይትፍራህ ዝበሉ ፍርሃት ኣሎ ኣብ ውሽጥኻ ግን ሪጀክትት ንኡ ጉሰዮ ንጎኒ ጎሲኻ ንቅድሚት ጥራይ እስኻ ኣብቲ እምነትካ ኣተኩር ዝብለካ ዘሎ ተረዲኹም ናባህለ ስለዚ እቲ ምውልዋል ዝበሃል ባህርያዊ ነገር ከሎ እቲ እስኻ ግን ኣብ እምነትካ ጥራይ ኢኻ ተተኩር ዘለካ ጥሒስካየ ትኸይድ ክትስዕሮ ክትክእል ኣለካ ዩ ሃቭ ቱ ኦቨርካም ዩር ፊር ንሓደ ክርስትያን ኣብ እምነትና ከይንጥቀመሉ ዝገብሩና ሰለስተ ዓበይቲ ናይ እምነት ፀላእት ኣሎ እዚ ካል ነፍሱ ዝኸኣለ ትምህርቲ እዩ እንታይ ዝበሃል ዘይምእማን ኣንቢሊፍ ንብሎ ፊር ን ዳውት ምውልዋል ፍርሓት ምጥርጣር ወይ ኖ ኖ ዘይምእማን ዘይምእማን ፍርሓትን ምጥርጣር እዚኦም ሰለስተ ዓበይቲ ናይ እምነት ተፃረርቲ እስኻ ግን እንታይ ኢሉካ ጎይታ የሱስ እመን ጥራይ ኣይትፍራ በቃ ኣይትፍራ ሪጀክቲት እቲ ናይ እንግሊሽ ብፍላይ ክንሪኦ ከለና እንታይ ዝብል እሞ

ኣይትፍራሕ ዝብል ዘሎ ብኸምዚ እዩ ማለት እዩ። ስለዚ እስኻ ኣብቲ እምነት ጥራይ ኢኻ ተተኩር። ከምዝኻ ክኸውን ይኽእል እዩ። ኖኖኖኖ ብዛዕባኡ ኣይተስምዑኒ ኣነ እዚኣ ጥራይ እያ ተገድሰኒ ዘላ ትብል። ተረዲኹምና እባ ከምዚ ከምዚ እውን ክኸውን ይኽእል እዩ ንኣብነት ጌጋ ተኮይኑ እቲ ፕሮፌት ክትዋረድ እያ ኖኖኖኖ ዳሓን እሱ ይጽናሓልና እሞ ትብል። ናብዚኣ ጥራይ ተተኩር ማለት እዩ። ኦንሊ ቢሊቭ ስለዚ እምነትና ቀዳማይ ምስ ግዜ ዝኸይድ ዘለኹም ሪሊዝ ንገብረሉ መገዲ ኣሚንና ብምዝራብ ምዝራብ ብጣዕሚ ብጣዕሚ ወሳኒ ነገር እዩ። ምክንያቱ ንርኣያ እስከ ቃል ብቃል ንርኣያ ዕብራውያን እዚ ማርቆስ ዓሰርተ ሓደ ዕስራን ሰለስተን ዝኾነ ይኹን እቲ ዝበሎ ከም ዝኸውን ዝኣምን እምበር ብልቡ ዘይዋላው ነዚ ከረን ይብለና። ሕጂ እንታይ ኣሎ? ሓደ ከረን ኣሎ፣ ሓደ ፀገም ኣሎ ማለት እዩ። ሓደ ቻለንጅ ኣሎ ኩላትና ክሳዕ ኣብዚ the same ኢና እቲ ፍልልይ እምበኣር እቲ እቲ ተርኒንግ ፖይንት እቲ ወሳኒ ፍልልይ ዝመፅእ ዘሎ ኣበይ እንተ ደኣ ኢልና ተንሲእኻ ናብ ባህሪ ጣሕል እንተበሎ እዩ ክትብሎ ኣለካ ንእግዚኣብሔር በሎ ኣይኮነን ዝብለካ ዘሎ ቅድሚ ሕጂ ሰሚእኹሞ ትኾኑ ኢኹም እዚ ስብከት ናብ እግዚኣብሔር ብኸ ናብ እግዚኣብሔር ጸልይ ኣይኮነን ዝብለካ ዘሎ ወይ ድማ ጾም ጸሎት ውሰድ ኣይኮነን ዝብለካ ዘሎ ዳስ good ንእምነትካ ዘበርት እዩ ጾም ጸሎት ምስ ወሰድካ ውን ክትብል ክትክእል ኣለካ ሱነር ኦር ሌተር ምስ በልካ እዩ እቲ ኩነታት ዝፍጠር እምበር ጾም ጸሎት ስለ ዝወሰድካ ጥራይ ኣይኮነን ጾም ጸሎት ብረሱስ ፍታሕ የምጻልካ ጾም ጸሎት ግን ናብዚ ኤርያ ከምጻካ ኣሎ ናብዚ ኣድራሻ እዚ ከምጻልካ ኣሎ ናበይ ናይ ኣድራሻ ነቲ ከረ እንዳረኣኻዮ ብስልጣን ክትዛረቡ ክትክእል ኣለካ ብስልጣን ክትእዝዞ ክትክእል ኣለካ ክብሪ ንኣምላኽና ይኹን ኢየሱስ ክርስቶስ ጎይታ ተንሲእኻ ናብ ባሕር ጣሕል እንተበሎ ንዑ ትብል ቃል ኣነ ብጣዕሚ ትገርመኒ ዳት ሚንስ ፌዝ ኢዝ ፐርሰናል ንዓይ ይሰርሓለይ ኣሎ ንኣኻ እንድሕር ዘይሰሪሑካ ዳትስት ናትካ ፀገም እዩ ናትኪ ጸገም እዩ ንዓይ ግን ናይ እግዚኣብሔር ቃል እንታይ ዝብለና ብልቡ ኣሚኑ ከይተዋላወለ ነዚ ከረን እዚ ተንሲእኻ ናብ ባህሪ ጣሓል እንተበሎ ንዑኡ ነቲ ኣብዚ ሰርከምስታንስ እዚ ወይ ድማ ኣብዚ ክራይቴርያ እዚ ንርእሱ ዘእተወ ሰብ ንኡ ከም ዝኾነሉ እዩ ዝዛረብ ዘሎ ናይ እግዚኣብሔር ቃል ብሓቂ እብለኩም ኣለኹ ይብል ስለዚ ቀዳማይ ንእምነትና ሪሊዝ እንገብረሉ መገዲ እንታይ ተልኩምኒ እምነትና ኣይሚን ምዝራብና ኣነ ዘቢባ ኣላ ኣብዛ ማእኸልና ምስክርነት ክንደይ ነገራት ርኢና ኢና ኣብ ገዛና ብእምነት ዝተዛረብናሉ ፍሉያት ሰባት ኮይና ኣይኮነን ናቲንግ ስፔሻል ወደም ብሃዋርያነት ኣይኮነን ብነቢያዊነትነት ኣይኮና ነዚ ነገር ዝገርና ብወደ መዝሙርነት እኹል እዩ ክብርና ኣምላኽ ኣመን ኢየሱስ ክርስቶስ ኮይኑ ብውሉድ ኣምላኽነት እኹል እዩ እዚ ክትገብሮ ትኽእል ኢኻ ኢየሱስ ክርስቶስ ጎይታ እዩ። ብዙሕ ነገር ሓደ ግዜ ሕጂ ገለገለ ምስክርነት ከካፍለኩ ዩኤልሲ ከምዚ ሳሬት ይርኢ እሞ ይምህር ይበኪ ዝኾነ ናይ ሳሬት ከዓ ፍርሓት ከመ እንደ ብዙሕ ዲቴይል ኣይዝክሮን ምናልባት ዘቢብ ከየብላ እምበር የብል ነይሩ በቃ እምነትና ሪሊዝ ኢና ገርና ኣብ ህይወቱ ብሽም የሱስ ካብ ሎም መዓልቲ ጀሚርካ ኣይትርእን ኢኻ ዩ ሲ ዊ ኣር ስፒኪንግ ስፒክ ቱ ደ ማውንቴን ናብ እግዚኣብሔር ጸሊና ዲና ኦ ጎይታ እንታይ ኢና ንርኢ ዘለና ጎይታ እዚ ነገር እዚ በጃኻ ኣሎ ጎይታ ኢልና ዲና ኣነሱ ጌጋይ ኣይኮንኩ ዝብል ዘለኹ እቲ ቀዳማይ እምነትካ ሪሊስ ትገብረሉ መገዲ ግን ስፒክ ቱ ደ ማውንቴን ተዛረቡ ይሰምዓካ ኣይ ኣሹር ዩ ኩሉ ነገር ይሰምዕ እዩ ዝገርመኩም ነገር ዝኾነ ዋላ እቲ ግኡዝ ዝብሎ ነገር ይዛረብ እዩ ይሰምዕ እዩ ኢየሱስ ክርስቶስ ጎይታ እዩ ማርቆስ ምዕራፍ 11 እንዲና ዘለና እስከ ልዕል ኢልና ንርኣያ እታ ታሪክ ሲ ብዛዕባ እታ በለስ እንዲ ዝዛረብ እታ በለስ እታ ኦም በለስ እታ ኦም በለስ ሲ እቲ ዝኾነ ግኡዝ ነገር ክነንብቦ ከለና ፍቅዲ 13 ብርሑቕ ከኣ ቆጻል በለስ ረኣየ፣ ምናልባሽ ገለ ነገር እንተ ረኸበላ ክርኢ ከኣ ናብኣ ከደ፣ ናብኣ መጺኡ ከኣ ግዜ በለስ ኣይነበረን እሞ ቆጽሊ እምበር ገለ እኳ ኣይረኸበላን ምስ በለ፣ ፍቕዲ ዓሰርተ ኣርባዕተ፣ መሊሱ ድማ ኣብለና፣ He answered እዩ ዝብል ብእንግሊሽ፣ that means እታ በለስ ትዛረቦ ነይራ፣ ጐይታ ከኣ ይምልሰላ እዩ ነይሩ። ስለዚ ዝኾነ ግኡዝ ነገር ይዛረብ እዩ ይሰምዕ እዩ ዘይሰምዕ ነገር የለን ኣብ መንፈሳዊ ዓለም ዳት ሚንስ እዚ ፀገም እዚ ሕጂ ንኣብነት ምብህራር ድዩ ናይ ሳሬት ምፍራሕ ድዩ ገለ ጭንቀት ድዩ ገለ ይዛረበኒ እኮ እዩ ዘሎ በቃ እዚ ነገር እዚ ኣብዚ ሒዘ ኣለኹ ብለካ ከምዚ ክገብር እየ እንታይ ተምፅእኻ እዩ ዝብለካ ዘሎ ኢንኣዘር ብካልእ ኣዘራርባ ኢንኣዘር ወርድስ ማለት እዩ እስኻ ክትዛረቦ ኣለካ ብሽም የሱስ ተነቂልካ ኢኻ you are you are no more you exist no more ክትብሉ ክትክእል ኣለካ ነቲ ከረንት ይዛረበካ ኣሎ እንታይ ትምልሰሉ ኣለካ ዩ ከም ጎይታ ኢየሱስ ክርስቶስ ክትመልሰሉ ኣለካ ካባኺ ሓደ እኳ ንዘለኣለም ፍረ የብላ በላ ደቀ መዛሙርቱን ሰምኦ ይብል እዚ መልሲ እዩ ማለት ስለዚ ብሩኻት ኣሕዋተይ ሓሳባተይ ናብ ብዙሕ ከየበልኩ ከለኹ ከበታተን ኣይደልንይ you have to release your faith ንእምነትኩም ሪሊዝ ግበሩ ንእምነትኩም ሪሊዝ ግበሩ ንእምነትኩም by the way ባዕሉ ጸሎት ዝተዋህበና እምነትና ሪሊዝ ክንገብረሉ እምበር ኣብኡ ንክንበኪ ኣብኡ ንክንጸን ንከነንጸርጽር ገለገለ ኣይኮነን ስቲል ብጌጋ ኣይትረዱኒ ምብካይ ጌጋ ኣይኮንኩን ዝብል ዘለኹ ንኩሉ ግዜ ኣለዎ ኢልዎ ትበኽየሉ ግዜ ኣሎ ልብኻ ኣብ ቅድሚ ጎይታ ተፍስሰሉ ኣሎ ገለ ገለ ገለ ኣሎ ምሽ ሓቀይ ምሽ ባዕሉ እቲ ናይ ጸሎት ጉዕዞ እንተ ርኢኹሞ መብዛሕትኡ ግዜ እንታይ እዩ ናይ ጸሎት ጉዞ ሓንሳእ ጠጠው ኣብለለይ እስከዛ ሳዕ እዛ ሓንሳብ ጥራይ ክዛረባ ኢየሱስ ክርስቶስ ጎይታ ኣዚዞ ከመይ ኢለ ከም መንሽሙ ከም እያሱ ክንትዛለ እቶ ነብላ ሪሊዝ ክንገብር ኢና ዶ እምነትና ኢየሱስ ክርስቶስ ጎይታ ኣሜን። እ፣ ግን ኖርማሊ እቲ ናይ ጸሎት ህይወት ሲ ደረጃታት ኣሎ ንኣብነት ብምስጋና እተው ይብሉና ኣሎ ምሽ ደገይታት እዩ ንኣቱ ዳመስገና ኩሉ ግዘ ክንጽሊ ከለና ብምስጋና እንድብር ዝበለጸ እዩ ዋላ መዝሙር እንተወላዕና ዝበለጸ እዩ መብዛሕትኡ ግዘ ዋላ ኣብ ሶሉስ ዋላ ክንጽሊ ከለና ኣብስ መዝሙር ኢና ንውልዕ ንምንታይ ናይ ጴንጤ ስታይል ስለ ዝኾነ ይኮን እንታይ ደኣ ናብቲ ታሽሙ እዩ ዘእትወና ሓቀይ ምሽ ናብቲ ኣፀድ እዩ ዘእትወና ናብ ደጌታቱ ናብ ኣፀዱ ብለና ምሽ ሓቀይ ከፍተልና እቲ መገዲ ድሕሪ ምስ ኣተኻ ግን እዚ ናይ ቤተ መቅደስ ናይ ብሉይ ኪዳን ትፈልጦ ኢኹም እንታይ ዝመጽኣካ ድሕሪ መሰውኢ ኢኻ ትመጽእ ኣብ መሰውኢ ምስ መጻኻ እንታይ እዩ ኣብ ውሽኡ ንብዓት ክመጻካ ከሎ ትበኪ ትኽእል ኢኻ ትንሳሕ ትኽእል ኢኻ ብዙሕ ነገር ክትሓስብ ትኽእል ኢኻ ገለ እዩ ኖ እዚ ናይ መሕጸቢ ቦታ እዩ እግሮ መሕጸቡ ኢዶ መሕጸቡ ገለ መልታእቲ ገይሮም ሻቡ ልክዕ ከምዚ ናይ እስልምና ኮማሳሰሉ እቲ ናይ ብሉይ ኪዳንን ናይ ሓዱሽ ኪዳን ተዓጺካ ኢካ ካብኡ ግን ሕልፍ ምስ በልካ ሕጂ መብዛሕትኡ ግዜ ጸሎት ባእሉ ጸሎት ምንዋሕ ጽቡቅ እዩ ጽቡቅ እዩ ብፍላይ እንድሕር ጽቡቅ ትጽለይ ኣለካ ኮይንካ ኣነ እዚኣ ሓደ ግዜ ንዓይ ተገሊጻትለይ ምክንያቱ እንታይ ኮይነ መስለኩም እጽሊ ጽሊ ጽሊ ጽሊ እሞ ልክ ኣብቲ ዝጠዓመ ቦታ ምስ ኣቶ ግዜ ይሪኦ ከይዱ እኸይድ ኣነ ምሸት ሓደ ሓደ ግዜ ስለ ዝጸሊ እከይድ እሞ ባእ ሕጂ ክድቅስ ገለ ኢለ እድቅስ እሞ ግን ኣብ ዝጠዓመ ቦታ ምዃኑስ ይርድኣኒ ባእ እንታይ ደኣ ዋእ ጥዕምቲ ነይራ እዛ ጸሎት እዚኣ ዝተዝቕጽላ ብል ቅድሚኡ ዝመጻኹስ ኣይጥዕመንን እዩ ግን ኣብኣ ግን ጥዒማትኒ ከላ የቋርጻ ማለት እዩ ድሕሪ ሽኡ ክሃስብ ጀሚረ እባ ኣብቲ ዝጠዓመ ቦታ እባ የቋርጾ እባ ክካየሉ እስከ ቁሩብ ድፍእ ከብለላ እዚኣስ ክፍትና ኣለኒ ገለ ዝጠዓመስ ኣሎ ማለት እዩ ናይ ብሓቂ እዩ ዝብለኩም እንዳጠዓመ እንዳጠዓመ እዩ ዝኸይድ ብድሕሪኡ ሽኡ ህጂ ናብ ምንታይ ከምጽኣኩም ደልየ መስለኩም መሰውኢ ምስ ሓለፍካዮ ናብቲ ቤተ መቕደስ ትኣቱ ናብቲ ቅድስተ ዝበሃል ማለት እዩ እዚ ቦታ እዚ ናይ ዕጣን ቦታ እዩ ገለገላ እውን ይመጻካ ኣሎ በቃ ምሻለካ እዚ ህጂ ሎሚ ንዝምሮ ዝነበረ ዓይነት መዛሙራት ዕቤቱ ክረኣየካ ጅምር but that's not the end እሱ ኣይኮነን እቲ መወዳእታ ካብኡ ቅሩብ ሕልፍ ተይልካ brothers and sisters ናብ ቅዱስተ ቅዱሳን ስለ ትኣቱ ክሳዕ ሕጂ ንእግዚኣብሔር እስኻ ኢኻ ክትዛረቦ ትጸንሕ ኣብ ቅድስተ ቅዱሳን ግን እግዚኣብሔር እዩ ክዛረበካ ዝጅምር ሽዑ እዩ እቲ ናይ ባሕቂ ምግላጽ ዝመጻካ። እዚኣ እየ ከኣ ኣነ ሚስ ዝገብራ ነይረ። ክሪኦ ከለኹሲ እኸይድ እኸይድ እኸይድ እሞ ልክዕ ቅድስተ ቅዱሳን ምስ በጻሕኩስ ዋእ ሰዓት ከይዱ ኢለ እድቅስ። ሽዑ ክሓስብ ጀሚረ። እዚኣስ እስከ ገለስ ኣላ ማለት እዩ። ቁሩብ ድፍእ ምስ ኣበልኩላ ግን ሕጂ እዚ ክንድቲ ሰዓት ክንድቲ ሰዓት ክትብሎ ኣይትኽእልን ኢኻ። ይፈላለ እዩ ከከም ኩነታቱ። ዋላ ኣብ ውሽጢ ርብዒ ሰዓት ክትኣቱ ትኽእል እያ ቅድስተ ቅዱሳን። ኣይፍለጥን ከከም ናትካ ሲቹዌሽን እዩ ማለት እዩ። ግን እንተ በቲ እንተ በቲ ኣብቲ ቅድስተ ቅድሳን እንድሕር ኣቲኻ ሽኡ ቃል እዩ ጎይታ ዝህበካ። ዝዛረበካ ቃል ድማ ንኣብነት ከምዚ ሕጂ ንዛረቦ ዘለና ኣዝዝ ዞ ክብለካ ይኽእል እዩ። እዚ ነገር እዚ ግበር እምነትካ ኣበይ ኣሎ ክብለካ ክእል ዱ ሳምቲንግ እዚ ነገር እዚ ኣልዕሎ እስኻ እኳ ኢኻ ክትእዝዞ ዝግባኣካ ብለካ ንስኻ ገዛእ እንከለኻ ተገዚእኻ ክትነብር ትኽእል ኢኻ ከምዚ ናይ በኣል መንሽሙ ነንብቦ ማለት እዩ ናይ መን እዩ ዝበሃል ዘሩባቤል ዘሩባቤልሲ ዓሌቱስ ካብ ነገስታት ዓሌት እዩ። ኩሎም ኣብ ናቱ ጀነሬሽን ዝነበሩስ ነገስታት እዩ። እግዚኣብሔር ንሳራ ክዛረቡ ከሎስ ነገስታት ካብ ከብድኽ ክወፁ እዮም ኢሉ ካብ ማፀንክ ክወፁ እዮም ሂወዘ ሮያል ፋሚሊ ግን እዚ ነገርዚ ስለ ዘይተረድኦ እንታይ ኮይኑ ይነብር ነይሩ? ተጸቒጡ ነብር ነይሩ። ዳርዮስ ኣይፍቀዶን በቃ ኣቋሪጽና የለና ገለ ገለ ገለ እንዳበለ ማለት እዩ። ሓደ ንጉስ መጸ ናብኡ ኣፕላይ ይገብሩ ከም ብሃድሽ ሪጀክት ከው ንምለስ ከምዚ እንዳበለ ከምዚ እንዳበለ ከይድ ነይሩ። ሰደንሊ ሃጌን ዘካርያስን ምስ መጹ ግን ፕሮፌሳይ ክገብሩሉ ጀሚሮም። እስኻ እንዲኻ ንጉስ፣ እስኻ ክትእዝዝ ይግበኣካ ነይሩ፣ እስኻ ክትገዝእ ይግበኣካ ነይሩ፣ እንታይ ዄንካ ዳርዮስ ትብል ኣለኻ፣ እንታይ ዄንካ ኣርታክሴስ ዱይ ገለመለ ገለ ትብል ኣለኻ፣ ጀምር እሞ ስራሕ፣ እግዚኣብሔር ምሳኻ እዩ፣ you are a royal family፣ እስኻ ኢኻ you have the legal right to rule and reign ኢሎሞ፣ suddenly ከይዱ ክሰርሕ ጀሚሩ፣ ብኣ ገይራ ድማ እታ ስራሕ ተወዲኣ፣ ክብሪ ንኣምላኽ ይኹን። ሕጂ እንታይ ክብለኩም ደልየ፣ at some point ናይ እግዚኣብሔር መንፈስ፣ እቲ ናይ ጸሎት ዕላማ ናባ ክምለስ ይደሊ እቲ ናይ ጸሎት ዕላማ ባዕሉ ንኽነግሮምርም ንኽነንጸርጽር ንኽንበኪ ወይ ድማ ተነሲሕና ክንምለስ ዘይኮነ ወይ ድማ ኣመስጊና እውን ክንምለስ ዘይኮነ ብምስጋና ኣቢልና ብንስሓ ኣቢልና we have to go all the way to the holy of holies ኣብቲ ውሽጢ ቅድስተ ቅዱሳን ኣቲና ሓይሊ ዘለዎ ካብ እግዚኣብሔር መልእኽቲ ተቐቢልና ንኽንወጭ ስለዚ ጸሎት ባዕሉ እንታይ እዩ እምነትና ሪሊዝ ንገብረሉ ቦታ እዩ ማለት እዩ። ሓደ ሓደ ግዜ ንስሕቕ ኢና ገለ ገለ ኣብነታት ዝጠቐስኩልኩም ኣሎ ዘስሕቕ ነገራት ማለት ሰባት ዝተዛረብዎ ነገር እዩ ዋላ ሓንቲ ክንቅይሮ ይንኽእል ኢና ግን ሓደ ትምህርታዊ መልእኽቲ በና እዩ ሓንቲ ጓል ሕጂ ማለት ጎይታ ተዛሪቡኒ ከምዚ ኢልካ ተንብቦ ነገራት ኣሎ ብዙሕ ኣገልገልቲ ዘካፍሉኻ ተሞክሮታት ኣሎ ገለ ብዛዕባ ሰብኣያስ ትጽሊ ነበ ነራ ሰሚዕኹምዎ ትኾኑ ምናልባት ጠቒሰ ይኾን ትጽሊ ትጽሊ ትጽሊ እንዳ ጸለየት ከላስ ጎይታስ ጠጠው ኣብልዮ ኢልዋ ይብሃል ማለት ኣነ ሓቂ ኢለ ክነግረኩም ኣይክእልን'የ ብኣካል ስለ ዘይፈልጣ ወይ ኣነ ስለ ዘይሰማዕኩ ስለምንታይ ምስ በለቶስ ትጽሊ ዘይኮንክስ ተግረምሩ ይኽብዩ ክዘለ ጠጠው ኣብልዮ ኢልዋ ይብሃል ማለት እዩ ተረዲኦምኒ ሰብኣየ ከምዚዩ ሰብኣየ ከምዚዩ ሰብኣየ ከምዚዩ እያ ትብል ዘላ ፕሊስ ስቶፕ ኢት ትፅሊ ይኮንክን ዘላ ኣክቹዋሊ ግን ኣነ ካብቲ ዝገረመን ነገራት ሓንቲ ሓፍቲ ብሰንኪ ምብካይ ኢላ ክፅሊ ከለኹ ሱቅ ኢለ በቃ ምብካይ እዩ ፀሎት ኢላ ካብ ከምኡ ዝተላዕለስ ፀሎት ገዲፈ ኢላት እዘች ፍቃድ ኣምላኽ ኣይኮነ ፀሎት ናይ መብኪ ቦታ ኣይኮነ ናይ መንብዒ ቦታ ኣይኮነን፣ ናይ መንጸርጸሪ ቦታ ኣይኮነን፣ ናይ መዕዘምዘሚ ቦታ ኣይኮነን። ኦኬ ኣብቲ መስርሕ እቲ ጸል ብኸ ኣብቲ መስርሕ እስከ ፈትንዎ ብመንፈስ ኮይንኩም እንዳር ጸሊኹም እኮ ትጽልዩ ትበኽዩ ትበኽዩ ትበኽዩ እሞ ድሕሪ ሹ ቅንጠጠርኩ ሹ ትትሱ ብሽም የሱስ ገለመለ ገለ ትብሉ ትብሉ ዳት ሚንስ ብመንፈስ ኢኹም ትጽልዩ ዘለኹም ብሓቂ እየ ዝብለኩም ደሓር ናይ ዳዊት ጸሎት ከኣ ንርኣዮ ዳዊት ሕጂ ክጅምር ከሎ ብምስጋና እዩ ዝጅምር መብዛሕትኡ መዛሙራት ርኣዮ ፍቕዲ ሓደ ፍቕዲ ክልተ ገለገለ ኣምላኸይ ምሳዩ ገለ ከምስታት ኢሉ ዝጅምር ድሕሪኡ ኣብ መንጎ ምንጽርጻር ምብካይ ገለገለ ገለ ትሰምዕ ሪኢኹም ኣሎ ከምዚ ኢና ተቐንጢጥና ኢና እኮ በቃ ተስፋ የብልናን ተሃሪድና ኢና እዚኦም ይሕፍትሙ ኣለዉ ረሲዐን ይዕንብቡ ኣለዉ ገለገለገለ ይብል እሞ ኣብ መወዳእታ ድማ ናይ እምነት ቃል ናይ ዓወት ቃል ክዛረብ ከሎ ከኣ ትሪኡ this is the true pattern of ብመንፈስ ዝጽለ ጸሎት ኣብ መንጎ ክትበኪ ትኽእል ኢኻ ግን ኣብ መወዳእታ ግን ናብ ምንታይ ትመጽእ ኣለካ ናብ ቃል ክትመጽእ ኣለካ ጎይታ ቃል ክበካ ኣሎ ጎይታ እንታይ ክህበካ ኣለዎ እምነት ክህበካ ወይ ድማ ንእምነትካ ኤክሰርሳይዝ ክትገብሮ ከለዓዕለካ ክኽእል ኣለዎ ስለዚ ብሩኻት ኣሕዋተይ ቀዳማይ ቀዳማይ እምነት ኣለና እምነት ከም ዘይብልና ርእስና ኣይንቑፀር ዝኾነ ነገር ገጥመና ከሎ ከምዚ ዳዊት ዝበሎ እምነት ኣለኒ ሰራዊት እኳ እንተ ሰፈረ እምነት ኣለኒ ክቃወምኒ እኳ እንተ ተስኡ ኣይፈርሕን ዩሲ ዝኾነ ነገር ክገጥመካ ከሎ እንታይ ዓይነት ሪስፖንስ ትህብ እንታይ ዓይነት ምላሽ ትህብ እዛ በለስ እዚኣ ንጎይታ የሱስ ክርስቶስ ትዛረቦ እያ ዘላ ይዛረበካ እዩ ዘሎ እግዚኣብሔር ይመስገን እዝከረኒ ሓደ ወዲ ኣብ ፌስቡክ ማለት እዩ ብዙሕ ግዜ ጸልየለይ ኢሉኒ ሕጂ ሓደ ሓደ ግዜ ከምዚ ኖርማል ላይቭ ከለኹ ጽልየሉ ገለ ዩ ኣይ ብዙሕ ኣይጠዕምን ግን ስእልካ ትጽሊ በቃ ተባሪክካ ገለ መለ ገለ ተፈቲሕካ ገለ ኢልካ ስእልካ ትጽሊ ትጽሊ ማለት እዩ ማለት እንታይ ሽሙ ይኮነን ግዜ ወሲድካ ገለ ትጽልየሉስ ኣይምቹን ለይት ዕስራ ሰብ ሰላሳ ሰብ ተሊ ማለት ሕጂ ብዙሕ ግዜ ይሪኦ ነይረ ኩነታቱ ኣብ ገለ ኩነታት ሪኦ ኣብ ገለ ምሽ ለ ፌስቡ ናቱ ወይ መጻካ ፌስቡክ ገለ ገለ ሕጂ እቲ ወዲ ኣብ ብዙሕ ጽንኩር ኩነታት ይሓልፍ ከም ዘሎስ ይርዳኣኒ ነይሩ ሕጂ ሓንቲ መዓልቲ ብፍላይ ላይፍ ከለኹ ከምዚ ድምጺ እንዳ ኣተዉ ከለዉ ኣትዩ ማለት እዩ ብድምጺ ከምዚ ድውሉልካ ሜሴንጀር ገለ ኮ ጸልየለይ ከምዚ ዘለኹ ከምዚ ዘለኹ ከምዚ ምስ በለኒ ሕጂ እንታይ እዩ እዚ ናቱ ኩነታት ይዛረበኒ እዩ ዘሎ ናተይ ምላሽ ከኣ የድልዮ ኣሎ i have to መፍ መልስ ክህብ ኣለኒ ኣብዚ ጉዳይ እዚ ዳሕራይ ለይተ ሕጂ ምስ ወጻኹ ደውለለይ ክጽልየልካ ርድኣኒ እዩ ዘሎ ኩሉ ነገሩ ኣጋንንታዊ ነገር እዩ ዝነግረኒ ነገራት ኩሉ ኣጋንንታዊ ነገር እዩ እንታይ ክገብር ኣለኒ መልሲ ክወስድ ክኽእል ኣለ መልሲ ክህብ ኣለኒ ልክዕ ከምዚ ከረን እዚ ዝዛረበካ ከምታ በለስ እዚኣ ዝዛረበካ ስኩነታትካ ይዛረበካ ዘሎ እንታይ መልሲ ትህብ ከምቲ ሉቃስ ሸሞንተ ዕስራን ሓሙሽተን ዘንበብናዮ እቲ ማዕበል እቲ ንፋስ እንታይ ይዛረበካ እዩ ዘሎ ኣይትሓልፍን ኢኻ ኣይትኽእልን ኢኻ ይትብለካ ዘሎ ጎይታ የሱስ እንታይ ኢሎም እምነትኩም ኣበይ ኣሎ ብእምነት ምላሽ ዘይትብዎ እዩ ዝብሎም ዘሎ ተረዲኦምኒ ሕጂ ነዚ ወዲ ደውለለይ ኢለዮ በቃ ውኸለኹ ብቀጥታ ናብ ምግናሕ እያ ይሰምዓካ እዩ፣ ዘይሰምዕ ነገር የለን። ሕጂ ብቐጥታ ነቲ መንፈስ ክዛረቦ ጀሚረ። ክፉእ መንፈስ ብስልጣን ወዲ ኣምላኽ ዝዘካ ኣሎ ከማውት በቃ ካልእ ዘረባ የለን። ሕጂ ኣብዚ ግዜ እዚ ኣነ ሕጂ ምውልዋል ዘሎ እዩ ወጽእ ዶኾን እህልዎ ዶኾን ኣይህልዎን ዶኾን ገለገለ እዳ ዝማተር ኦንሊ ቢሊቭ ካልእ ነገር ኣይትስማዓዮ ፎርጌት ኢት ክጸነሐት መንፈስ ተገልጽ ተናግሹ ትወድ ማለት እዩ ክብሪ ንኣምላኽ ቱ ሜክ ኢት ሾርት ማለት እዩ ሎንግ ስቶሪ ሾርት ሕጂ እንታይ ማለት እየ ዩ ሃቭ ቱ ሪሊዝ ዩር ፌዝ ሃው ዱ ዩ ሪሊዝ ዩር ፌዝ ብበትሪ ይኮንካን ብካል መገዲ ይኮንካን ትራክተራት ብምምፃእ ይኮንካን ገለ ብምንታይ ስፒክ ቱ ደ ማውንቴን ሓንሳእ ዋላ እተዘይሰሚዑካ ስፒክ ቱ ዘ ማውንቴን ቃላትካ ኣይትቐይር ብሽም የሱስ ኣዚዘካ ኣለኹ ብስም የሱስ ኣብዚ ቦታ እዚ እስኻ ኣይትቕጽልን ኢኻ ኣነ ክቐጽል እየ የሱስ ክርስቶስ ጎይታ እዩ ኣይ ሪቢክ ዩ ኢን ዘ ማይቲ ኔም ኦፍ ጂሰስ ክትእዝዞ ክትክእል ኣለካ ሪሊዝ ዩር ፌዝ ኣበናይ ግዜ እየ ድማ ኣይትፈልጥን ኢኻ ጭስቲ ሶኢልካ ኣብዚ መስርሕ እዚ ድማ እንዳተማሃርካዮም ትመሃሮ ነገራት ኣሎ ገለገለ ነገራት ተረዲሁምኒ ስለዚ እምነትና ሪሊዝ ክንገብር ኣለና። ካልኣይ እምነትና ሪሊዝ እንገብረሉ መገዲ ብምስጓም እምነት ብዘይ ግብርስ እንታይ ሙት እያ ብለ ክትስጉም ክትክእል ኣለክ ክትስጉም ክትክእል ኣለክ ወክ ባይ ፌዝ ክትስጉም ክትክእል ኣለካ ሕጂ ምስ ግዜ ናብ ጥቕስታት ናብ ገለ ብዙሕ ኣይንኣቱ ኢና ግን ኣብ ሉቃስ 17 ኩላትና ከም ንፈልጦ ዓሰርተ ለምጻማት ነበሩ ብለና ነዞም ለምጻማት እዚ ኪዱ ርእስኹም ኣርእዩ ኢሉ ኢማጅን ገና ኣይተፈወሱን ዘለዉ ገና ምስ ቁስሎም እዩ ዘለዉ ገና እቲ ኩነታቶም ፊት ንፊት ይረኣዮም ኣሎ ዳስዋይ ሪኢኹም ብምርኣይ ዘይኮነ ብእምነት ክንመላለስ ዘለና ብእምነት ኢንቨስት ክትገብር ትኽእል እያ ብእምነት ዝጀመርካዮ ነገር ክትቅፅል ትኽእል እያ ብእምነት ኢድካ ከተንብር ትኽእል ኢኻ ብእምነት ዝኾነ ዓይነት ነገር ክትገብር ኢኻ ትኽእል ኢኻ እዚ ነገር እዚ እንዳገበርካዮ ከለኻ እግዚኣብሔር ድማ እምነትካ ሪሊስ ትገብር ስለ ዘለኻ ምስ እግዚኣብሔር ብእምነት ኢኹም ትራኸቡ። ክብሪ ንኣምላኽ። እዚኣ ንካል ግዜ ትጽናሓልና ዶ ዋላ ምስ ግዜ ዘለና ማለት እዩ። ንኣብነት ንበዓል ኢያሱሲ ነቲ ዮርዳኖስ ርገጽዎ ክብሎም ከሎ ክወስዶም ይኽእል እዩ። ጠጠው ክትብል ትኽእል ኢኻ። ባይ ዘ ወይ ናይ ኤልሳእን ናይቶም ደቂ ነቢያትን ፍልልይ እሱ እዩ ነይሩ። ኤልሳእ ብምንታይ ከም ዝምለስ ከይፈለጠ እዩ ሓሊፉ ብዮርዳኖስ። መምለሲኡ እኮ የብሉን፣ ብኸመይ ከም ዝምለስ ከማን ኣይፍለጥን። ግን ስለ ዝኣመነ ኢየሱስ ክርስቶስ ጎይታ እዩ፣ ኤልያስ ክንጠቕ እዩ፣ ኣነ ሓይሊ ሒዘ ክምለስ እየ፣ ጨዲደ እዩ ክምለስ እየ እንዳበለ እዩ ምስ ኤልያስ ደፊሩ ከይዱ። ተምልሰኒ ዲኻ ኣታ ወዲ ገለ ገለ ኣይበል። ዝገርመኩም ነገር ናይ ኤልሳእ እቲ ዝዓበየ ዝተፈተኖ ኣብ ያሪኮ፣ ኣብ ቤቴል፣ ኣብ ገለ ገለ ዘይኮነ ኣብታ ዮርዳኖስ እያ። ምክንያቱ መምለሲ የብላን በዓል ቤትኤል ደሓን እዩ ዋላ ሓንቲ ኣብ ከተማ ስለ ዘላ ዋላ ይወሰድ ሽግር የብሉን ምስ ሰብ ከ እያ ዘላ ንበይኑ ዝተሳገራ ግን መዓስ እዩ ተይልኩም ዮርዳኖስ እያ ኣብኣ እንታይ ኢኻ ክትከውን ነዊሕ እዩ ዮርዳኖስ ኮሊልካ ትሓልፍ ኣይትኽእልን እያ ሕጂ እቶም ደቂ ነቢያት ግን ብማዕዶ ኮይኖም ይጥምቱ ነበሩ ይብል ኣይተሳገሩ ስለዚ ክትሳገር ክትክእል ኣለካ። እንዳራእኻዮ ተስፋ ዘይብሉ ነገራት ምዃኑ እንዳፈለጥካ ንኣብነት ናይ ህይወት ጉዳያት ዘፋራርሓካ ነገራት ኣሉ ካብዛ ስራሕ እዚኣ ተወፂኻ ሰብ ኣይትኸውን እያ ሃብለካ ኣንጻር ኢልካ ትወፅእ ክትክእል ኣለካ ሰብ ምዃንካ ከምትኸውን ንክተሪኦ ማለት እዩ ዳት ኣክቶ ፌዝ ኣብ ህይወትኩም ዝኾነ ነገር ከፋራርሓኩም ከተፍቅዱ የብልኩምን። እዚ ካልእ ኣርስቲ እዩ። ከተፍቅዶ የብልኩ ኣንጻር ክትከውን ኣለካ። ኣንጻር ክትስጉም ከለኻ ኣንጻር ስጉምቲ ክትወስድ ከለኻ ታት ሚንስ ዩ ኣረ ማን ኦፍ ፌዝ ኣንጻር ስጉምቲ ትወስድ ክብሪ ንኣምላኽ። በዚ መገዲ እዚ እምነትና ሪሊዝ ንገብሮ ክንዛረብ ከለና እምነትና ሪሊዝ ንገብሮ ከነመስግን ከለና እምነትና ሪሊዝ ንገብሮ እምነትና ሪሊዝ ክንገብር ኣለና። ብእምነትና ድማ ብዙሕ ምርኮታት ንብዝብዝ ማለት እዩ። ኣሜን ኣሜን። ክብርና ኣምላኽና ይኹን። ተሲና ንጸሊ ኢየሱስ ጎይታ ዶን ቢ ፋዚ